ሓፊሩ በዓል ወሪዱ ያ ተንቀሳቐስ ሰከረ ዋንታ እንደ ኣንድ ሰኮርኩ እንተኾይነ ክሰክር ዋና ኣንድ እንተኾይነ ክሰክር ሓወይ ውድድር ኣለኒ ቦጥ ገብረለይ ሓግዘኒ ናይ እንታይ ውድድር ጸጋም ዝበሃል የብሉን ብውሽጢ ገበታት ጸሓፍለይ ታብታ ጎር ጋይስ ታብታ ሽር ኮፕሊክ ታብታ ሽር ኮፕሊክ ታብታ ሽር ኮፕሊክ ቦር ጋይስ ኩላኻትኩም ታጣሽ ርኩብ ዲዩ ግበሩ ጋይስ ፍላካቱ ሃዳን ሃዳን ኣዛ ኣዛ ጣጣ ይወጻካ ኣሎ ይምጻካ ኣሎ ጣጣ ይመጻካ ኣሎ ታጣሽ ርኩብ ዲዩ ግበሩ ጋይስ ኣታ ኣነ መንግስቲ እኮ እያ እታ ናበይ ዳኻ ከኣቱ ኣታ መንግስቲ እኮ እያ ናበይ ኻ ከኣቱ ወላዲተ ናበይ ብክልቸር ኣምባሳደር ኣዋርድ ካልቸር ኣምባሳደር ኣወል ጸገም ድበሃል የብሉን ንሕና ደኣ ከም ትፈልጡ እኮ ኣነ ንዓደይ ደኣ ይሞት ዓደይ ገለታት ደኣ ኣነ ንዓደይ ኣነ ትፈልጡ እንዲኹም ከመይ ድምጺ ክኸውን ገለገለ ከኣ ጸገም ድበሃል የብሉን ድምጺ ክኾንኹም ከለኪና ብቻ እስኺ ጅግና ኩን ብቻ እስኺ ኣምባሳደር ኩንና ንሕና እሱ እኮ ኢና እንደሊ ንሕና ንሱ ኢና እንደሊ ወዲ ንሱ ኢና እንደሊ ዝኾነ ይኹን ትግራዋይ ኣብ ዝለዓለ መድረኽ ክንበፅሕ ገለታት ንደልዮ ኢና ዝኾነ ይኹን መድረኽ ድዩ ንደልዮ ኢና ዓለማት ከዛርብ ገለ ከዛርብ ትግራዋይ ከበሃል ስለ ንደልዮ ኢና እሱ ናትና ድሌት እዩ ጸገም ድበሃል የብሉን ታብታብ ጎሩ ወድዛ ቆናጭ ኣታ ኣብዚ ዶ ታሪክ ዶ ይብልኩም ገለ ታስ መጺኹም ዶ ትጻረፉ ባ ኣታ ልዕለና ዶ ትጻረፉ ኮንኩም ገለ ኣነ ብጣዕሚ ኮ ዝገርመኒ ገለ ልዕለና ዶ ትጸርፉ ትፈልጡ ኮንኩም ኣነ እኮ ብጣዕሚ ዝገርመኒ ክጽረፉ ዲኹም ዘለኹም ሕጂ በቃ ክጽረፉ ገለታት

ኦኬ ፀገም ቶሎ በልዋ ኩለኹም ወድዛ ፈራሕ ታዲኻ ታሪክ እኒኤካ ወዲ ቆማል ወድዛ ሻርሙጣ ዝኾን ደበል ወዲ ዓካ ትረሳሕ ዝኾን ደበል ወዲ ጉሓፍ ወዲ ጉሓፍ ዞበል ተሓኒቅካ ከም ትመውት ገብረካ እዩ ኣታ ኣብ ሳይዳታት ኣታ ኣብ ቅድሚ ኣምላኽ ወላዲት እዩ ኣታ ኣነስ ይስሕቅ ኮይ ገለታ ሓደ ሓደ ግዜ ገለታት ይስሕቅ ኮይ ኣታ ተስሕቆ ንገለታት ኣንታ ከመይ ዶም ደስሕቆ ንገለ ዋንታ ከመይ ከመይ ደስሕቅ ኣታ ክትም ኢለ ይስሕቅ ገለታት ክትም ኢለ ይስሕቅ ግደፉና ባ ያ ግደፉና ያ ንሕና ኣብ ካሊእ ህይወት ኣለና ኣብ ካሊእ ዓለም ኣለና ንሕና ኣብ ካሊእ ዓለም ኣለና ንሕና ብዛዕባ ካሊእ ኢና ንሓስብ ዘለና ሰብኣይ ኮይኑ ነብዚኣ ቪድዮ ከፈይት ይትረፈኒ እስኪ ቪድዮ ከፊተ ክጸርፈካ ዝብል ሰብሲ ሓደ ቁጽሪ ጥራሕ ይጽሓፍ ሮቢ ቻለንጅ ቪድዮ ከፊቶ እዚኣ ኣብዚኣ ቪድዮ ከፊቶ ኣነ ክጸርፈካ ይደልየ ዝብል ይእቶ እስኪ ሰብ ኣይተኮይኑ ሰብ ኣይሰብ ኣይተኮይኑ እስኪ ቪድዮ ደሓ መገድኩም ክትከፍቱ ትኽእሉ

ወዲ ረሳሕ ኣስናት ወዲ ጋሓባ ኢኻ ወዲ እዛ ሻርሙጣ ኢኻ ስኻ ኣጆ ኧረ ግደፍ ጣዕ ከብለካ ኣመፅ
ረሳሕ ኢኻ ስኻ ኣጆ ሕጂስ ምሳይ ዶ ኣጫርፍ ዓቕሚ ኣለካ ሕጂ ምሳይ ምስ ጭደድ ምስ ጭደድ ጭደድ ይትዎ ጭደድ ይትዎ ንዓ ንዓ ውረድ ወዲ ጓሓፍ ጓሓፍያ ጓሓፍ ረሳሕ ኣታ እዚ ሰብ ከ ሓደ ሓደ ግዜ እኮ ሓዝን ኣለዎ ከወላዲተይ ኣነ ማርያ ማርያ ከም ትሕዝኒ ኣብ ቅድሚ ኣምላኽ ማርያ ትሕዝንኒ እያ ከወላዲተይ ኣታ ማርያ ሓዝን እያ ክንእስነተይ ያ ግደምና ኣይትሕዝንና እያ ያ ብኣኻት ንሕና ክንመውት ዶ ክንጠፍእ ዶ እያ ያ ክንጠፍእ ዶ እያ ያ ክንጠፍእ ዶ እያ ብኣኻት ክንኪለና ቀኒሱ ከይኪላና ቀኒሱ ኣእ ብኣኻትኩም ገለታት ብሓሳብ ብጭንቀት ብዛዕባ ናትኩም ክንሓስብ ክንመራበር ክንፈላሰፍ ኣነ ኣግደፉ ነፈራርም ዶ ትኹኑ ያኺ ኣታ ሰልጡኑ ዶ ያኺ ያነ ብሸዋት ንኹኑ ያኺ ንሕና ኣብ ካሊእ ደረጃ በፂሕና ኣለና ያኺ ያኺ ኣመና ነሎ ህይወት እኮ ብምርኣይ እኳ ብምማር እኳ ኮፒ ምግባር እኳ ወዲ ሓውበል ታይ ትኾነ ኣለኻ ኣብዚ መጺኻ ገለ ትጻረፍ ገለ ገለ ረሳሕ ኣፍልጦ ዶ ይብልካ ደንቆሮ መሃይም መጺሕካ እንታይ ክድርር ኢልካ እናተጨነካሲ ሓምሽተ ቅርሺ ዶ ይብልካ ብጅቦኻ ገለታት ኣዛ ግደፉ እንዶ ረሳሓት እንዶ ይትኹኑ ፈራር እንዶ ይትኹኑ ግደፉ ዋ ግደፉ እንዶ ዋ ንመን ትጻረፍ ኣለኹም ዶ ፍለጡ ንመን ትጻረፍ ኣለኹም ያ ሮባ መንግስቲ ኢልኩም ጸሓፉ ኩላኻትኩም ሮባ መንግስቲ ኣነ እነኹ ወድዛ ፈራሕ እስኪ ጽቡቅ እሺ ንሕስኩ ጥረፉ ጸርፍኩም ክሪኦ ጸርፍኩም ከ ዝሳሓቅ እንዶ ኣሎ ኣነ ጸርፍኩም ይገድዶ እንዶ ገለ እስኪ ንሓስኩ ቪድዮ ከፊትካ ተዛረብ ንዓን ተጻረፍ ቪድዮ ከፊትካ ብጣዕሚ ዝገርመኒ እስኪ ተዛረብ እስኪ ጸርፍካ ንሪኦ ገለ ጸርፍካ ንሪኦ ኣታዮ ኣታዮ ተጸርፍካ ንሪኦ እስኪ ክፈቶ ኣታ እዮ ኣታ ክፈቶ ባ ሚተይ ትግበር ባ ክፈቶ ባ
ወዲ ዘጥስና ተፃረፍ ኣተናዮ ተኸዶ ኣተናዮ ተኸደት ኣታ ከመይ ከ ኣታ ክመውት ዶ ኣታ ክመውት ዶ ኣታ ክምኡ ዝለዓለ ተሓኒቐ ምውልዶ ሬሳ ጥፍናቕ ኢሉኒ ወላ ተርፎ ከማን ኮይም ደይክብሉ እኮ ወላ ክፃረፉ ከማን ኮይ ደይክብሉ ገለታት ክፃረፉ ከማን ኮይም ደይክብሉ ክፃረፉ ከማን ኣይክብሉ ኣብ ቅድሚ ኣምላኽ እያ ወላዲተ እያ ኣማርያም ደሕዝኑኻ እያ ኣማርያ ከምዘድምፁኻ ገለታት ክትጻረፉ ከማን ኣይትኽእሉን መልሓስ ከማን የብልኩምን መልሓስ ከማንስ የብልኩምን ተማሃሩ ዶ ካባና ሰላም ሰላም ሩባ ተማሃሩ ዶ ተማሃሩ ካባናስ ከመይ እና ንዛረብ ከመይ ንሐኪ እንታይ ዓይነት ቃላት ንወቅጥ ገለገለ እስኪ ካባና ዶ ተማሃሩ ክዛረቡ ከማን ኣይትኽእሉን ክትትንፍሱ ከማን ኣይትኽእሉ ክልተ ሞት ኣይኮነን ሕጂ ምሳኻትኩም ክዛረብ ኣነ ሕጂ ምሳኻትኩም ክጻረፍ ምሳኻትኩም እመላለስ ክልተ ሞት ኣይኮነን ግፍዕ እኳ ሰብ እኮ ይርእየኒ ኣሎ ከየመኒ እኳ እቲ ሰብ እኳ ጸላእኒ እኳ እቲ ሰብ ምሳኻትኩም እንተትጻረፍ ሕጂ እኔ ብሎም ግደፎም ኣብቶም ካልኦት ከድኩም ኹም ዛረቡ ኣብቶም ካልኦት ከድኩም ኣብኡ ከድኩም ተጻርፉ ክሉ ንሕና ጸርፊ ገዲፍና ኢና ሕጂ